ኩቡራት ተኸታተልቲ ብጎይታናን መድሓኒናን የሱስ ክርስቶስ ሰላም ይብለኩም ሎም መዓልቲ ንመሃሮ ትምህርቲ ኣብ ትሕቲ ጽላል ኣምላኽ ኢኻ ዘሎኻ ዝብል ኣርእስቲ ሒዝና ኢና ክንከይድ ቅድሚኡ ግና ኣምላኽ መታን ክገልጸልና እግዚኣብሄር መታን ክምህረናን በረኸቱ መታን ክበናን ሓቢርና ክንጽሊ ኢና። ኩሉ እትኸእል ኣብ ሰማያትን ኣብ ምድርን ስልጣን ዘለካ ኣምላኽ ብሽም ጎይታናን መድሓኒናን የሱስ ክርስቶስ ስም ነመስግነካ ኣለና ሕጂ ድማ ኣብ ማእኸልና ክትከውን እሞ ብቓልካ ጌርካ ክትዛረበና እግዚኣብሄር እስኻ ትምዕደናን ክትመኽረናን ንጽሊ ኣለና እዚ ኩሉ ብሽም ጎይታናን መድሓኒናን የሱስ ክርስቶስ ክትብል ስለ ዝሰማዕኻና ነመስግን ኣሜን። እዮብ ምዕራፍ ሸውዓተ ቁጽሪ ዓሰርተ ሸውዓተን ዓሰርተ ሸሞንተን ከምዚ ይብለና፣ ሰብ ከም ቁምነገር እትርእዮ፣ ተጠንቂቕካ እትምልከቶ፣ ኣብ ጸጽባሕ እትቋመቶ፣ በብቕጽበቱ ንትዕዘቦስ እንታይ እዩ? ይብል። ኣብዚ እዚ ሓሳብ እዚ ክንሪኦ እንከሎና ሓደ ምግራም ዓይነት ክግረም ከሎ ኢና ንርኢ። ስለዚ ሰብ እንታይ እዩ? ስለዚ ብዛዕባ ናይ ሰብ ነገር ኣምላኽ ንሰብ ዘለዎ ኣኽብሮት ኣምላኽ ንሰብ ዘለዎ ተገዳስነት ኣምላኽ ንሰብ ዘለዎ ፍቕሪ ክርኢ ከሎ ንዕኡ ከስተንትኖ እንከሎ ሰብ እንታይ ስጋዕ ክንድዚ ክብሪ ስጋዕ ክንድዚ ኣኽብሮት ስጋዕ ክንድዚ ፍቕሪ ስጋዕ ክንድዚ ጉስነት ትገብረሉስ ታይ ስለዝኾነ'ዩ ኢሉ እንታይ ዝብሃል ይዛረብ ስለዚ ከም ቁምነገር እትሪኡ ስለዚ እግዚኣብሄር ንዓና ቁምነገረኛታት ኢኹም ኢሉ እዩ ዝሪእየና ስለዚ ከም ሓደ ዓብይ ቁምነገረኛ ሰብ ገይሩ እዩ እግዚኣብሄር ንዓና ዝሪእየና ስለዚ ከም ማንም ተራ ሰባት ዘይኮናስ ኣዚና ኩቡር መፅሓፍ ቁዱስ ወላ ክዛረብ ከሎ ኩቡር ሰብ ኩቡር ሓሳብ ይሓስብ እሞ ኣብ ኩቡር ነገር ካኣ ይጸንዕ ኢልና ስለዚ ኩቡራት ምኻና ኣብዚ የርእየና ኣሎ ዳሓር ተጠንቂቅካ ትምልከቶ ኢሉ ስለዚ ንሓደ ነገር ከይስበረካ ወይ ካኣ ከይበላሸወካ ተጠንቂቅካ ከም ተቀምጦ እግዚኣብሄር ንዓና ድማ ተጠንቂቁ እዩ ዝካታተለና ተጠንቂቁ ይጓስየና ተጠንቂቁ ድማ ብፍቕሩን ለውሃቱን ይህበና ማለት እዩ። ኣብ ጸጽባሕ እትቋመቶ በብቕጽበቱ እንትዕዘብስ፣ ታይ ስጋዕ ክንድዚ ክብሪ ትህቦሲ ሰብ እንታይ ኢሉ? ኣብቲ ካልኣይ ኤርምያስ ምዕራፍ፣ ኤርምያስ ዕስራን ትሽዓተን ዓሰርተ ሓደ ተድኣ ርኢና ከኣ፣ ኣነ ዝሓስበልኩም ዘለኹ ሓሳብ ፈልጦ እየ፣ መፈጸምታን ተስፋን ኩበኩምሲ ሓሳብ ደሓን እምበር ናይ ክፉእ ኣይኮነን ይብል እግዚኣብሄር ኢሉ ስለዚ ኣምላኽ ንዓና ዝሓስበልና ሓሳብ ጽቡቅ ዘኾነ ሓሳብ ኣለዎ ጽቡቅ ዘኾነ ብዛዕባና ተገዳስነት ኣለዎ ጽቡቅ ዘኾነ ፍቅሪ ኸኣ ኣለዎ ስለዚ ኣነ ዝሓስበልኩም ዘለኹ ሓሳብ ፈልጠ ብዙሕ ግዜ ንሕና ኣብ ከቢድ ናይ ነውጺ እዋናት ኣብ ንወድቀሉ እዋናት ወይ ከኣ ብዝተፋላለየ ጎደናታት ክንሓልፍ እንኮለና እግዚኣብሄር ከም ዘይሓስበልና፣ እግዚኣብሄር ከም ዘይግደሰልና፣ እግዚኣብሄር ኣቓልቦ ከም ዘይገብረልና ጌርና ኢና ንገዛእ ርእስና ንዛረባ። ኣብ ምረት፣ ኣብ ሽግር፣ ኣብ ቅልውላው ንኣቱ። ግን ኣምላኽ እንታይ ከ ክዛረበና እንከሎ ኣነ ዝሓስበልኩም ሓሳብ ፈልጠ ኢሉ። ስኻ ኢኻ ዘይፈለጥካዮ፣ ስኻ ኢኻ ዘይተረዳእካዮ፣ ስኻትኩም ኢኹም ዘይተረዳእኩሞ ዘለኹም እቲ ናተይ ሓሳብ እምበር ኣነ ዝሓስበልኩም ሓሳብ ስፈልጠ ባዕለይ ፈልጠ። ታይ ዓይነት ከመይ ዝኣመሰለ ክብሪ ክህበኩም ከም ዘለኒ በየናይ መንገድታት ክጓስየኩም ከም ዘለኒ ከመይ ዝኣመሰለ በረኸትን ክብርን ክህበኩም ከም ዘለኒ ኣነ እየ ዝፈልጦ ኢሉ ስለዚ እግዚኣብሄር ንዓና ጽቡቕ ሓሳብን ጽቡቕ ምኽርን ከም ዘለዎ እዩ ዝነግረና ስለዚ ኣባና እግዚኣብሄር ክፉእ ሓሳብ ሓሳብ በፍጹም የብሉን። ስለዚ ብዙሕ ግዜ እዚ እግዚኣብሄር ክፉእ ነገር ኣምጺእለይ ብብዙሕ ነገራት ክንሓልፍ እንከሎና ወላ እዮብ እውን ከምኡ ኢሉ እዩ እግዚኣብሄር በቃ ብብዙሕ ነገራት ሕሊፍኒ ብብዙሕ ነገራት ሃሪምኒ ብቁስሊ ሃሪምኒ ብዝተፈላለየ መንገድታት ኢሉ ተዛሪቡ ኣሎ ስለዚ ብዙሓት ሰባት ኣብ ከቢድ ናይ ቅልውላው እዋን ኣብ ንኣትወሉ እዋናት ንኣምላኽ ኢና ነጣብቐሉ ኣምላኽ ግን ብዛዕባና ክፉእ ሓሳብ ከም ዘይብሉ ይዛረብ እምበኣር ኣብ ማእከል ዘይ ኣብ ማእ ኣብ ማእከል ዘይ ዘይድህሰስ ግብ ዝበለ ጸልማት ዝመላለስ ሰብ፣ ወጋሕታ ከም ዝመጽእን ጸልማት ከም ዝቕንጠጥን ፈሊጡ ብተስፋ ኣምላኽ እንተ ዘይተመላሊሱ፣ ነቲ ዘፍርሕን ዘሰንብድን ጸልማት እናማዕደወ ኣብ ማእሰርቲ ጭንቀት እዩ ዝነብር፣ መፍትሒ ከኣ ኣይረኽበሉን እዩ። ስለዚ ሰብ እንታይ ክገብር ከም ዘለዎ ኢና እንርኢ ዘለና። ኣብ ግብ ዝበለ ናይ ጸልማት እዋናት ኣብ ንነብረሉ፣ ኣብ ንመላለሰሉ እዋናት ወጋሕታ ከም ዝመጽእ፣ ጸልማት ከኣ ከም ዝቕንጠጥ ፈሊጥና ብተስፋ ኢና ክንጸባበ ዝግብኣና እምበር ነቲ ጸልማት እናማዕደናዮ ንኸይድ ተድኣ ኮይንና መፍትሒ ክንረክብ ኣይንኽእልን ኢና። ኣረኣእያና ብምቕያር ኣምላኽ ንነገራት ልዕሊ ግምትካ ከም ዝቕይሮ ፈሊጥካ፣ ምስ ኣምላኽ ልገብ፣ ኩሉ ኣብ ትሕቲ ልዑላውነት ኣምላኽ እዩ። ስለዚ፣ ኣምላኽ ንዓና ጽቡቕ ዝኾነ ሓሳብ ካብ ሃለዎ፣ ክፉእ ነገራት ካብ ዘይሓስበልና፣ ብዝተፈላለየ ጎደናታት ክንሓልፍ እንኮለና፣ ከቢድ ናይ ቅልውላው ነገራት ኣብ ንኣትወሉ እዋናት፣ ሓደ ነገር ንሕሰብ፣ ምስ ኣምላኽ ንልገብ። እግዚኣብሄር ከገርመናን ዘደንቕ ነገራት ክገብረልናን ከም ዝኸእል ከኣ ነስተውዕል። ኣብ ደጉዓ እርምያስ ሰለስተ ዕስራን ሓሙሽተን ክዛረብ ከሎ ከምዚ ይብል፣ እግዚኣብሄር ነቶም ዝጽበይዎ ነታ ትደልዮ ነፍሲ ሰናይ ስለዚ ኣምላኽ ክንጽበዮ ይደልየና ኣሎ። ንኣምላኽ እንተድኣ ተጸቢናዮ ሰናይ ዝኾነ ነገራት ክንረክብ ኢና። እምበኣር ክቡራት ኣሕዋት ዘለናዮ ኩነታት ምልስ ኢልና ክንርኢ እንኮለና፣ እንሓልፎም ጎደናታት፣ ዘጋጥሞና ብድሆታት፣ እዚ ኩሉ ነገራት ኣብ ንርእየሉ እዋን ልብና ክስበር ይኽእል እዩ፣ ኣብ ሓዘን ዝተመልኣና ክንከውን ንኽእል ኢና፣ ኣብ ከቢድ ወጥሪ ክንህሉ ንኽእል ኢና፣ እትገብሮ። እትሓስቦ ትውስኖን ክጠፍኣካ ይኽእል እዩ፣ ንኹሉ እንሓልፎ ጎደናታት ግን እግዚኣብሄር ይፈልጦ እዩ። ካብ ኣምላኽ ዝስወር ነገራት ካብ ኣምላኽ ዝኽወል ነገራት ወላ ሓንቲ የለን። ስለዚ ኩሉ ኣበይ እዩ ዘሎ እንድሕር ኢልና ኣብ ኣምላኽ እዩ ዘሎ። እምበኣር ኣምላኽ ካባኻ ዝጽበዮ ነገራት ሓደ ነገር ጥራይ እዩ። ፍቓድ ፍቓድካ ንኣምላክ ክትቦ ኣብ ከቢድ ናይ ጸልማት ህዋናት ኣብ ከቢድ ቅልውላው ኣብ ዘለካሉ እዋናት ፍቓድካ ንእግዚኣብሔር ፍቓድኪ ንእግዚኣብሔር ፍቓድና ንእግዚኣብሔር እንተድኣ ሂብናዮ ኣምላክ ብብዙሕ ነገራት ጣልቃ ኣትዩ ነገራትና ክውድኣልናን ክቕይረልናን ከም ዝኽእል ይነግረና ንሕና ፍቓድና እንተድኣ ዘይሂብናዮ ኣምላክ ንሰብ ነጻ ፍቓድ ሂብዎ እዩ ውሳኒኡን ምርጭኡን ክገብር ስለዚ ሰብ መሰል ፍቃድ ኣይምንጥሎን እዩ እግዚኣብሔር መሰል ፍቃድ ናይ ሰብ ኣይምንጥሎን እዩ ምክንያቱ እግዚኣብሔር እንታይ ይህብና እዩ እንድሕር ኢልና ነፃ ፍቃድ ይህብና እዩ ባዕልና ንፍቃድና ኣምላከ ንፍቃደይ ይህበካ ኣለኩ ንፍቃደይ የግዝኣካ ኣለኩ እንተዘይ ኢልናዮ እግዚኣብሔር ባዕሉ ብገዛእ ፍቓዱ ፍቓድና መንጢሉ ባዕሉ ኣየገድድን እዩ። ስለዚ ንስኻ ባዕልኻ ፍቓደኛ ኾንካ ፍቓድካ ንኣምላኽ ምስ እትህቦን እተግዝኦን፣ እግዚኣብሄር ከም ሓያል ጅግና ተዋጋኣይ ኮይኑ ንኹሎም ኣብ ልዕሌኻ ዝትንስኡ በቲኑ ብዘገርም መለኮታዊ ምብጻሕ በጺሑ ናብ ሓጎስን ክብርን ከም ዘእተወካ ተረዳእ። መዓስ እዩ እዚ ነገራት እዚ ግን እንድሕር ኢልና ፍቓድና ንእግዚኣብሄር ኣምላኽ ምስ እንህቦ። ስለዚ ኣድህቦኻ ፍቓድካ ንኣምላኽ ኣብ ምሃብ ደኣ እምበር ናብቲ ዘጋጥመካ ዘሎ ብድሆታት ክትገብር የብልካ። ስለዚ ኣድህቦና ናብቲ ግብ ዝበለ ጸልማት ተስፋ ዘይብሉ ነገራት ጭንቅን ጓሂን ዘለዎ ነገራት ናብኡ ክንገብር ዘይኮናስ ናብቲ ንነገራት ክልውጥ ዝኽእል እግዚኣብሔር ኣምላኽ ናብኡ ተስፋ ክንገብር ከም ዘለና ይነግረና። ስለዚ ፍቓድ ንኣምላኽ ብምሃብካ ኣምላኽ ናብ ፍቓዱ ስለ ዘእተወካ ናትካን ጥራይ ዘይኮነስ ንሕቶ ሕብረተሰብ'ውን ምላሽ ክትከውን ትኽእል ኢኻ። ስለዚ ሕቶኻ ዘይተመለሰ ዝመስል ብብዙሕ ኩርናዓት ነገራት ትናወጽ ዘለኻ ትናወጽ ዘለኻ ሃፍቲ ሓዊ ስለዚ ፍቓድና ንእግዚኣብሄር ኣምላኽ እንተድኣ ሂብናዮ ኣምላኽ መፍትሒ ናይ ገዛእ ርእስና ጥራይ ዘይኮነስ እንኮላይ ናይ ሕብረተሰብና መፍትሒ ክንከውን ንኽእል ኢና። ነዚ ጽቡቕ ኣብነት ክትኮነና እትኽእል ሓና ኣላትና። ኣብ ኣብ ቀዳማይ ሳሙኤል ምዕራፍ ሓደ ካብ ሓደ ስጋብ ዓሰርተ ሸሞንተ ዘሎ እንተድኣ ርኢና ብዛዕባ ሓና እዩ ዝነግረና። ሓና እታ ፍትውቲ ኣደ ተብኣምነት ክንሪኣ ንኽእል ኢና። ብዛዕባ ሃና ክንርኢ እንኮለና ብጣዕሚ ዘገርም ነገራት ኢና ንረኽበላ ንሃና ኣብዚ ስለዚ ክጅምር እንኮሎ ብዛዕባ እልቃና ሰብኣያ ኣበየናይ ከተማ ከም ዝነብርን ካበየናይ ዓሌት ምዃኑን ወለዶታቱ ዘርዚሩ ይነግረና ብዛዕባ እቲ ሰብኣይ ይዛረብ ድኣ እምበር እታ ቤተሰብ ካብ ዓይኒ ኣምላኽ ክውውልቲ ከም ዘይኮነትን ኣብ ትሕቲ ቁጽጽር ኣምላኽ ምዃናን ከኣ የርእየና። ስለዚ ኣብ ከምዚ ቦታ ኣብ ካብ ከምዚ ዓሌት ኢሉ ኣብ ኩሉ ዘርዚሩ ከምጽእ እንከሎ ኣብ ትሕቲ ቁጽጽር ኣምላኽ ምንባራ እዛ ቤተሰብ እዚኣ የርእየካ። ሎሚ ውን ንሕና ብዝተፈላለየ መንገድታት እንሓልፍ ዘለና የሕዋት ኣሓት ስለዚ እግዚኣብሄር ንነፍሰከፍ ኣድራሻናን ናይ ነፍሰከፍ ዓሌትናን ካበናይ ምምጻእናን ታሪኽና ኩሉ ንእግዚኣብሄር ጋሕ ዝበለ ቁሉዕ እዩ ረዚኣብሄር ፈልጦ እዩ ስለዚ ኤልቃና ቤተሰቡ ሒዙ ኣብ ዓመት ሓንሳብ ናብ ሽሎ ክሰግድ ክከይድ እንከሎ ንስድራቤቱ ገግቲኦም ናይ ምሃብ ልምዲ ኔርዎ ንሃና ግና የፈትዋ ስለ ዝነበረ ዕጽፊ ግደ ጌሩ ብምሃቡ ኣብቲ ቤተሰብ ዘይተደለየ ውሽጣዊ ጎንጺ ክኣቱ እንከሎ ንርኢ ምናልባት ኣብቲ መጽሓፍ ቅዱስ ኣይተገለጸልናን ይኸውን፣ ዕጽፊ ግደ ግን ስለ ዝወሃባ ዝነበረት፣ እታ መጻርርታ ዝነበረት ኰሉ ግዜ ተባጭወላ ከም ዝነበረት ይነግረና። ኣብታ ናበይ ንቤት እግዚኣብሄር ዓመት ዓመት ኣብ ዝመጸሉ ንቤት እግዚኣብሄር ኣብ ትብገሰሉ እዋናት እዛ መጻርርታ ኣዝያ ተዀርያን ተጨንቓን ተጒሃን ከም ዝነበረት ይነግረና። ዓመት መጸት ኣብ ክንዲ ብሓጐስን ሕብረትን ንኣምላኽ እትሰግድን እተምልኽን ኣብ ስቓይን ጓሂን ትኣቱ ስለ ዝነበረት፣ ናይ ሃና ክብደት፣ ናይ ሃና ጾር፣ ናይ ሃና ሽግር፣ ናይ ሃና ቅልውላው ኣዝዩ ከቢድ እዩ። ምስዚ ዅሉ ክብደታ፣ ምስዚ ዅሉ ቅልውላዋ፣ ምስዚ ዅሉ ፈተናኣ፣ ምስዚ ዅሉ መከራኣ ግን ንእግዚኣብሄር መስዋእቲ ካብ ምስዋእ፣ ንእግዚኣብሄር ካብ ምምላኽ፣ ንእግዚኣብሄር ክብሪ ካብ ምሃብ ኣቋሪጻ ኣይትፈልጥን እያ። እትሓልፎ ናይ ስቓይ ጎደና ማንም ዘይርእዮ ስዉር መጥቃዕቲ ብምንባሩ ነቲ ሓዘን ኣዝዩ የኽብዶ። ምኽንያቱ እታ መጻርርታ ዝነበረት ሰብኣያ እንከሎ ደቃ እንከለዉ ዘይኮነሲ በይና ኣብ ትኾነሉ እዋናት ምችእቲ ግዜ ኣብ ትረኽበሉ እዋናት እያ ንሃና ምስክር ብዘይብሉ መንገድታት ተጥቅዓ ነይራ። የሕዋት ሎሚውን ኣብ ብዙሕ ናብ ቤት እግዚኣብሔር ክንመልስ ክንመላለስ እንኮለና ካብ ኣሕዋት ክኸውን ይኽእል ካብ ጎረባብቲ ክኸውን ይኽእል ካብ ቤተሰብ ክኸውን ካብ ዝተፈላለዩ መንገድታት ኣዘንግዕ ኣቢሎም ዘጥቅዑና ክህልዉና ይኽእሉ እዮም ብብዙሕ መንገድታት ክንሓልፍ ንኽእል ኢና ንዓና እግዚኣብሔር ሎሚ መልሲ ኣለዎ። እግዚኣብሄር ንነገራትና ኣምላኽ ይርእየና እዩ መጉዳእትና ኣምላኽ ይርእዮ ሽግርና እግዚኣብሄር ይርእዮ ንሓልፎ ዘለና ጎደናታት እግዚኣብሄር ይሓልፎ ይርእዮ ኩሉ ነገራትና ካብ እግዚኣብሄር ክውል ኣይኮነን እግዚኣብሄር መፍትሒ ኣምጺኡ ኣደናቂ ዝኾነ ነገራት ክገብረልና ይኽእል እዩ ጥራይ ፍቓድና ንእግዚኣብሄር ንሃብ። ምንጪ ናይ ሓዘንን ጓሂን በዓልቲ ቤታ ስለ በዓል ቤታ ስለ ዘይፈልጦ፣ እቲ በዓል ቤታ ከም ውላድ፣ ውላድ ስለ ዝሰኣነት ትጉሂ፣ ውላድ ስለ ዝሰኣነት ትሓዝን፣ ውላድ ስለ ዝሰኣነት ትበኪ ዘላ ኮይኑ ይስምዖ ስለ ዝነበረስ ካብ ካብ ውሉድ ኣነ እንዶ ይሕሸክን ካብ ዓሰርተ ውሉድ ኣነ ዶ ኣይበልጸክን ኢሉ ምስ ናይ ውላዱ ታይ ዝበሃል ገብሮ ኔሩ ኣብ ንሕና ውን ክንሓልፍ እንከሎና ገለ ገለ ሰባት ግምታዊ ብዝኾነ ሓሳባት እናምጹ ንሂወትና ዝጎድኡና ነገራት ኣብ ዘየልናሉ ካልእ ዓይነት ስእሊ ካልእ ዓይነት መንገድታ ካልእ ዓይነት ኣተሓሳስባ ሒዞም ዝመጹና ብዙሓት እዮም። ልክዕ ን ን ንመን ሽሙ ንእዮብ እውን ከምኡ እዮም ዝብልዎ ነይሮም። ስለ ዝበደልካዮ ኢኻ፣ ሓጢኣት ስለ ዝገበርካዮ ኢኻ፣ ካብ እግዚኣብሔር ስለ ዝረሓቅካ ኢኻ፣ እዚ ስለ ዝገበርካ ኢኻ ይብሉ ነይሮም። እቲ ምንጪ ናይቲ ኩነታት ግን ኣምላኽ ጥራይ እዩ ዝፈልጦ ነይሩ። ስለዚ ሎሚ እውን ብብዙሕ መንገድታት ክንጥቃዕ ንኽእል ኢና። ናይ መጥቃዕትና ጉዳይ እቲ ንሓልፎ ዘለና መንገድታት እግዚኣብሔር ይፈልጦ እዩ። ስለዚ ካብ ኣምላኽ ስዉር ኣይኮነን። እምበኣር ሃና ኣብ ክንዲ ብሓጐስ ተመሊኣ ደስ ኢልዋ ንቤት እግዚኣብሄር እትኸይድ፣ ሓዘን ተመሊኣ ንቤት እግዚኣብሄር ትኸይድ ነይራ። የሕዋት ወላ እናጓሃና ወላ እናሓዘና ወላ ክብደት እናሃለወና ቤት እግዚኣብሄር ኣይንሕተትን። ዳዊት ክዛረብ ከሎ ናብ ቤት እግዚኣብሔር ምኻድ ደስ ከምዝብሎ ተዛሪቡ ኣሎ ስለዚ ንሕና ውን ናብ ቤት እግዚኣብሔር ብምኻድና ምኽንያቱ ኣብኡ ህላውነት ናይ ኣምላኽ ስለዘሎ ካብ ቤት እግዚኣብሔር ጓሂ ኣብ ዝስመዓና እዋናት ብዝተፈላለየ መንገድታት ዝተደራረበ ፈተናታት ኣብ ዘጋጥመና ኣዋናት ቤት እግዚኣብሔር ኣይንሕደግ ኣብኡ ናይ እግዚኣብሔር መንፈስ ኣሎ ምትንካፍ ከጋጥመና እዩ ኣብኡ ህላውነት እግዚኣብሔር ኣምላክ ክደስሰና እዩ ኣብኡ ናይ እግዚኣብሔር በቃ ምስ ክስታይና ኣምላክ ረኣየኒ ግን የምልከካ ኣለኩ ንበሉ ኣምላክ ዝሓልፎ ጎደናታት ትፈልጦ ኢካ ግን በቃ ንዓካ የምልክ ካልእ ምርጫ የብለይ ኣነ ንዓካ የምልክ ኢልና ናብ እግዚኣብሔር ተደኣ ቀሪብና ኣምላክ ክቀርበና እዩ እምበኣር የሕዋት እቲ ዘገርም ባህርያት ናይ ሃና ኣብዚ ክንሪኦ እንከሎና ግን ምስ ምስ ሃና እናተጎእጠት እንክነሳስ ፍቕሪ ናይቲ ቤተ ሰብ ከይትትንክፍ ትሕሉ ምንባራ የርእየካ። ንሰብኣያሲ በዓልቲ ቤትካ እኮ እያ እዛ ሰበይቲ እኮ እያ ከምዚ ትብለኒ ዘላ ከምዚ ገይራ ንልበይ ትሰብሮ ዘላ ከምዚ ገይራ ንልበይ ትሕዝኖ ዘላ ኣብ ጓሂን ሓዘን ዘእተወትኒ እኮ እዛ ሰበይቲ እዚኣ ኢላ ንሰብኣያ ፈጺማ ኣይነገረቶን ኩሉ ኣበይ ትገብሮ ኔራ ኣብ ልባ ፍቕሪ ናይቲ ቤተሰብ ሓድነት ናይቲ ቤተሰብ ከይተባላሽው ከይዝረግ ኣብ ፍቕርን ኣብ ጽልእን ኣብ ካልእ ነገራትን መታን ከይከይድ እቲ መጉዳእታ ዓቂባ ትኸይድ ኔራ። ሎሚ ንሕና ከመይ ኣለና ፍቕሪ ካብ ሃናጺ ካብ ንኣኣ ፍቕሪ ናይቲ ስድራቤት እያ ኣገዲስዋ ንዕኡ ተጠንቂቓ ትሕዞ ኔራ ንሕና ሎሚ ብዝተፈላለየ መንገድታት ክንጉዳእ እንከሎና ባዕሉ ይፍለጥ ባዕላ ይፍለጥ ባዕሎም ይፍለጡ ዶ ንብል ወይስ ንነገራት ውሕጥ ኣቢልና ነገራትና ኩሉ ምስ እግዚኣብሄር ጥራይ ንገብሮ ወይስ ነገራት እዚ ዝገበረኒ፣ እዚኣ ዝገበረትኒ፣ እዚኦም ዝገበሩኒ፣ እዚኣቶም እናበልና ነገራት ኣብ ዘየድሊ ነገራት ንወስዶ። ስለዚ ሎሚ እግዚኣብሔር ኣምላኽ ቆላሕታና ናብ እግዚኣብሔር ተድኣ ጌርና፣ ንኣምላኽ ተድኣ ጠሚትናዮ፣ ንኣምላኽ ተድኣ ደሊናዮ ኣምላኽ ቀረባና እዩ። ስለዚ ኣምላኽ ካባና ዝደልዮ ነገራት ሃና ፍቓዳ ንኣምላኽ ምስ ሃበቶ ዘገርም ነገር ገይርላ። ፍቓዳ እያ ሂባቶ። ስለዚ ኣብ ክንዲ ምስኣቶም እንታይ ዝበሃል ክትገብር ጓሂኣ ሒዛ ትኽ ኢላ ናብ እግዚኣብሄር እያ ጸልያ ጸሎት ጌራ ናብ ኣምላኽ ኣምላኽ ፍቓዳ ምስ ሃበቶ ኣምላኽ ናበይ ወሲድዋ እንድሕር ኢልና ናብ ጸሎት መሪሕዋ ፍቓድና ንኣምላኽ እንተ ደኣ ሂብናዮ እንታይ ኢልና ክንጽሊ ከም ዘለና ባዕሉ ናብ ጸሎት ይመርሓና እንታይ ኢልኩም ከም ትጽልዩ ኣይትፈልጡን ኢኹም መንፈስ እግዚኣብሄር ባዕሉ ከጸልየኩም ኢሉና ኣሎ ስለዚ ፍቓድና ንኣምላኽ እንተ ደኣ ሂብናዮ ናበይ ገጹ እዩ ዝወስደና እንድሕር ኢልና ናብ ጸሎት ይወስደና ናብቲ መልሲ ክንረኽበሉ ንኽእል ናብቲ ከነዕርፈሉ ንኽእል ካብቲ እፎይታ ክንረኽበሉ ንኽእል ካብቲ ብብዙሕ መንገድታት ዝበሃል ክንገብረሉ ንኽእል ኣምላኽ ናብኡ ክወስደና ይኽእል እንደገና ኸኣ ኣምላኽ እንታይ ገይርዋ ኣገዳሲ ጸሎት ንኽትጽሊ ኸኣ ኣምላኽ ደሪኽዋ ስለዚ ሃና በቃ ኣምላኽ ናብ ጸሎት ምስ መርሓ ኣገዳዚ ዝኾነ ጸሎት ፍጹም ምናልባት ሓሲባትሉ ዶ ክትከውን ትኽእል ታይ ዝበሃል በቃ ኣምላኸ ስለዚ ውላድ ሃበኒ ትበኒ ውላድ ከኣ ተባዕታይ ክኸውን ኣለዎ እቲ ትበኒ ውላድካ ንዓኻ ክበቅዕ ንዓይ ዘይኮነስ ኣይስስዕነ እቲ ዝሃብካኒ ውሉድ ባቃ ንቤት እግዚኣብሔር ከገልግል ንቤት እግዚኣብሔር ክውፈ ናትካ መሳርሒ ናትካ መገልጋሊ ናትካ መተዓይይቲ ክኸውን ንዓኻ ኣሕሊፈ ክህቤ ስለዚ ጥራይ ውሉድ ሃበኒ ኢላ ትጸልያ እምበኣር ሃና እቲ ዘጋጥማ ዝነበረት ምረት፣ እቲ ዘጋጥማ ዝነበረት ጓሂ፣ እቲ ዘጋጥማ ዝነበረት ሓዘን እያ ትጥምት ነይራ። ኣምላኽ ድማ ናይ ሃና ጥራይ ዘይኰነስ ናይቲ ህዝቢ፣ ምኽንያቱ ደቂ ኤሊ ደቂ ብልያል ነይሮም፣ ነተን ኣብ ቤት መቕደስ ዝነበራ ኣንስቲ ይዕምጽወን ነይሮም። ነቲ መስዋእቲ ናይ እግዚኣብሄር ኣዝዮም ይንዕቅዎን ነይሮ ኣምላኽ ፈንፊኑ እቲ ህዝቢ ውን ይጉህ ነይሩ ይሓዝን ነይሩ ኣምላኽ መፍትሒ ንሃና መፍትሒ ኣምጺእላ ነቲ ህዝቢ ከኣ መፍትሒ ኣምጺእላ ስለዚ ንስካ ንስኪ ንሕና ናይ ገዛእ ርስና ጥራይ ዘይኮናስ እቲ መልሲ ናትና እንኮላይ መፍትሒ ናይ ሕብረተሰብና ክከውን ይክእል እዩ ስለዚ ሳሙኤል ምስ ተወልደ ንሃና ደገ ናይ በረኸት ውሉድ ከኽፈተላ ብመንገዲ ሳሚኤል ገይሩ ከኽፈተላ እንከሎ ነቲ ህዝቢ ድማ ብመንገዲ ሳሚኤል ገይሩ ጽድቂ ኣብቲ ህዝቢ ክነግስ በረኸት ናብቲ ህዝቢ ክነግስ እቲ ህዝቢ ናብ እግዚኣብሔር ንኽጥምት ሳሚኤል ዘደንቕ ነቢ ኮይኑ ተገሊጹ። ክብሪ ንኣምላኽና ይኹን። ስለዚ ናይ ገዛእ ርእስና ጥራይ እንተም እቲ ናትና መፍትሒ መፍትሒ ሕብረተሰብና፣ መፍትሒ ሃገርና፣ መፍትሒ ጎረቤትና፣ መፍትሒ ናይዛ ንነብረላ ንነብረላ ዓዲ፣ መፍትሒ ኣብቲ ዘለናዮ ከባቢ መፍትሒ ክንከውን ንኽእል ኢና። ኣይንፈልጦን ኢና። ኣምላኽ ዝሪኦ ናይቲ ህዝቢ ጸሎት ክህሉ ይኽእል እዩ። ብመንገዲ ብናትካ ብናትኪ ምፍታሕ ናይ ሕቶታትካ ነገራትካ ኣምላኽ መልሲ ነቲ ክኸውን ይኽእል እዩ። ስለዚ እግዚኣብሄር ጥራይ ፍቓድና ንኣምላኽ ንሃቦ። ኣምላኽ ብኣና ዝዓዮ ዝሰርሖ ነገራት ኣለዎ። ጉዳይና ኣብ ኢድ ኣምላኽ እምበር ከም ጸላኢ ዝሓስቦን ዝውጥናን ከም ዘይኮነ ክንርዳእ ኣለና። ጉዳየይ ንበሎ ኣብ ኢድ ኣምላኽ እዩ ዘሎ። ጉዳየይ ኣብ ኣብ ሰይጣን ኣይኮነን ዘሎ ሰይጣን ብዙሕ ክዛረበና ይኽእል እዩ ሰይጣን ብዙሕ ክፍክር ይኽእል እዩ ሰይጣን ብዙሕ ክብል ይኽእል እዩ ሰባት ብዙሕ ክብሉ ይኽእሉ እዩ ጉዳይ ናትካ ጉዳይ ናትኪ ጉዳይና ጉዳይ ናተይ ኣብ ኢድ ኣምላኽ እዩ ዘሎ ጣልቃነት ኣምላኽ ኣብቲ ጽንኩር ከቢድ ኩነታት ከም ዝኣቱ ኣስተውዕል፣ ነቲ ልዑል ኣምላኽ ቀዳምነት ሃቦ፣ ቀዳምነት ሃብዮ። ስለዚ ነቲ ልዑል ኣምላኽ ቀዳምነት ክንህቦ ክንክእል ኣለና፣ ጉዳይና ኣብ ኢድ ኣምላኽ እዩ ዘሎ። ግብሪ ሃዋርያት ዓሰርተ ክልተ ካብ ሓደ ስጋብ ዓሰርተ ሓደ እንድሕር ርኢና ናይ መን ይዛረበና እንድሕር ኢልና ብዛዕባ ናይ ጴጥሮስ እዩ ዝዛረበና። ሄሮዶስ ንጴጥሮስ ምስ ኣሰሮ ብጉንዲ ገይሩ እንታይ ዝበሃል ምስ ገበሮ ንማእ ንመስዋእቲ ንሞት እንታይ ዝበሃል ኣብ ዝመደበሉ እዋናት ኣምላኽ ጣልቃ ኣትዩ መጺኡ ንጴጥሮስ ደቂሱ በጥ ኢሉ እንከሎ ቀስቂሱ ተስእ ክዳንካ ግበር ኢሉ ቀዳማይ ብሪ ሓሊፎም ካልኣይ በሪ ሓሊፎም ሳልሳይ በሪ ሓሊፎም ራብዓይ በሪ ሓሊፉ ኣውጺዎ። ስለዚ ጴጥሮስ ራእይ ዝርኢ ዘሎ ኮይኑ ይመስሎ ነይሩ። እምበኣር ጴጥሮስ ክወጸሉ ኣብ ዘይክእል መጻብቦ ኣትዩ ዝነበረ ሰብ እዩ። ምንም ክሞልቕ ኣይክእልን እዩ። ተስፋ ኣለዎ በዚ ክሞልቕ እኽእል እየ፣ በዚ ክሃድም እኽእል እየ፣ እዚ ከምዚ ገይረ ክወጽእ እኽእል እየ ዝበሃል ነገራት የለ። ሓደ ምስኡ ዝተኣስሩ ሰባት ኣለዉ፣ ካልኣይ እቲ በርታት እንታይ ዝበሃል ዝኾነ ነገራት ኣሎ። በዚ ኩሉ ነገራት በቃ ተስፋ ዝበሃል በቃ ናቱ ተስፋ ሞት ክመውት እየ ጽባሕ ኢሉ እዩ ዝሓስብ ነይሩ። ክብደት ናይ ዕዮ ኣምላኽ እኳ እንተ ነበሮ እንተሎ ክገብሮ ዝኽእል ኣይነበሮን። ምንባሩን ራእዩኡን ከም ዘብቅዐ እዩ ዝሓስብ ነይሩ። ተስፍኡ ዝጸልመተ ሰብ ከኣ ነይሩ። ኣብ ዘይሓሰቦ ኣብ ዘይገመቶ ቅጽበታዊ ብዘገርም መንገዲ ምድሓን እግዚኣብሔር ርእዩ። ኣብ ዘይሓሰቦ ነገራት ምንም ተስፋ ኣብ ዘይነበረሉ እዋናት ዘገርም ምድሓን እግዚኣብሔር ናይ እግዚኣብሔር ጣልቃነት ኣትዩ ከውፀ ከሎ ሎሚ እውን ንስኺ ሎሚ እውን ንስኻ ሎሚ እውን ንሕና ኣብቲ ጉዳይ መፃወቦ ኣቲና ተስፋ የብልናን ዝበልናዮ ሮማይን ዝበልናዮ ነገራት በብዙሕ ነገራት ኣብ ዝተወጠርናሉ እዋናት ናይ ኣምላኽ ጣልቃነት ኣትዩ ነገራትና እንታይ ዝበሃል ኣውፂ ናብ ብርሃን ናብ ጋህዲ ናብ ተስፋ ናብ ዘገርም ነገራት እግዚኣብሔር ከውጻና ይኽእል እዩ። ንኣምላኽ ፍቓድና ንሃቦ። ንኣምላኽ ፍቓድና እንተ ደኣ ሂብናዮ ጣልቃ ኣትዩ እግዚኣብሔር ዘገርም ነገር ክገብረልና ይኽእል እዩ። ሎሙን እግዚኣብሔር ኣይተለወጠን። ንሃና እግዚኣብሔር ዘደንቕ ነገር ዝገበረላ፣ ንጴጥሮስ እግዚኣብሔር ዘደንቕ ነገራት ዝገበረሉ፣ ሎሚ ውን ንዓኺ፣ ንዓኻ፣ ንዓና፣ ንኹላትና ዘገርም ነገራት እግዚኣብሔር ክገብረልና ይኽእል እዩ። ተስፋ ዝቖረጽካ፣ ትሕለል ዘለኻ፣ ኣብ ከቢድ ወጥርን ጭንቀትን ዘለኻ፣ ጉዳይካ እግዚኣብሔር ኣይረሰዖን፣ ብዘይሓሰብካዮ ብዘይገመትካዮ ኩነት ካብቲ ዘለኻዮ ኩነታት ከውጻካን ናብ ቦታ ክብሪ ከሰጋግረካን እግዚኣብሔር ይኽእል እዩ ስለዚ ኣብ ኣእምሮና እንታይ ክንገብር ክንክእል ኣለና እንድሕር ኢልና እግዚኣብሔር ካብዚ ዘለኾ ኩነታት ከውጻኒ ይኽእል እዩ ከምኡ ንበሉ እግዚኣብሔር ይክእል እዩ ኣነ ዝጥምቶ እግዚኣብሔር ጥራይ እግዚኣብሔር ካብ ዘለክዎ ነገራት ሃንደበት ነቂሉ ጣልቃ ኣትዩ ከውጻኒ ይክእል እዩ ጸው ሕንቅል ሕንቅሊተይ ዝኮነኒ ነገራት ዝከበደኒ ነገራት ልዕሊ ዓቅመይ ዝኮነ ነገራት እግዚኣብሔር ነዚ ነገር እዚ መፍትሒ ከዳልወለይ ይክእል እዩ ንኣምላኽ ዝጨንቆ ነገራት የለን። እምበኣር ኣብ መወዳእታ እንታይ ኢና ንብል ዘለና? ኣምላኽ ካባኻ ዝጽበዮ ፍቓድካ ፍቓድካ ክትህቦ ጥራይ። ልክዕ ፍቓድና ሃና ፍቓዳ ምስ ሓበየት እግዚኣብሔር ዘገርም ነገራት ገይሩላ። ስለዚ ሎሚ እውን እግዚኣብሔር ፍቓድና ክንህቦ ይደልየልና፣ ፍቓድካ ሃቦ፣ ፍቓድካ ሃብዮ፣ ፍቓድና ንሃቦ። ሽዑ እግዚኣብሄር ፍቓድ ስለ ዝሃብካዮ ባዕሉ መጺኡ ጣልቃ ኣትዩ ክሰርሕን ክዓይን ከሎ ክንርኢ ኢና። ክትርኢ ኢኻ። ኣድህቦኻ ፍቓድካ ንኣምላኽ ኣብ ምሃብ ደኣ እምበር ናብቲ ዘጋጥመካ ዘሎ ብድሆ ኣይትግበሮ። ምሉእ ኣቓልቦኻ፣ ምሉእ ኣቓልቦኺ፣ ምሉእ ኣቓልቦና ናብቲ ዘጋጥመና ዘሎ ብድሆ ዘይኮነስ ናብቲ ክረድኣና ዝኽእል ብዘደንቕ ተኣምራት ከውጻናን ክሕግዘናን ናብ ዓወት ክመርሓናን ዝኽእል ናብኡ ንግበር ኣድህቦና። ሽዑ እግዚኣብሄር ጣልቃ ክኣቱ እዩ። ጉዳይና ኣብ ኢድ ኣምላኽ እዩ ዘሎ። ከምቲ ጸላኢ ዝሓስቦ፣ ከምቲ ጸላኢ ዘውርዮ፣ ከምቲ ጸላኢ ዝውጥኖ ከምኡ ኣይኮነን። ስለዚ ክቡራት ኣሕዋት እዚ ንበሎ ጉዳየይ ኣብ ኢድ ኣምላኽ እዩ ዘሎ ስለዚ ከምቲ ጸላኢ ዘውርዮ ዘይኮነስ ከምቲ ጸላኢ ዝሓስቦ ዘይኮነስ ከምቲ ጸላኢ ዝውጥኖ ዘይኮነስ ከምቲ ጸላኢ ክሳይ ዝገብሮ ዘይኮነስ ጉዳየይ ኣብ ኢድ ኣምላኽ እዩ ዘሎ እግዚኣብሔር ከ ኣብ ሰዓቱ መፍትሒ ከምጻሉ እዩ ኣምላኽ ይባርኩም ተባረኹ